ሰላም ሰላም ኣብ መላእ ዓለም ዘለኹም ክብራት ኣሕዋት ሰላም እግዚኣብሄር ምሳኹም ይኹን። ናይ ሎማዓንቲ መደበይ እምበኣር ክትፈትውዎ ተስፋ እንዳገበርኩ ቅድሚ ናቕባለይ ግን እቶም ሓደሽቲ ኣት ዘለኹም ላይክ ሳብስክራይብ ኮመንት እንዳገበርኩም ናይ ቻነል ቤተሰብ ክትኮኑ ብኽብሪ ዕድመኩም እቶም ምሳይ ጸናኹም ከኣ ከም ቀደምኩም ምትብባዕኹም ኣይፈለየኒ እዚ ቪድዮ ብላይክ ጀምርዎ ክቡራት ኣሕዋተይ ከመይ ቀኒኹም ከመይ ሓሊፉ ቀዳመ ሰንበት ሙቐትከ ከመይ ይገብር ኣሎ ብዙሓት ኣሕዋት ተሻቂልኩም ብመሰንጀር ትጽሕፉለይ ቦይስ ትሰርዱለይ ብዝተፈላለዩ ማለት እዩ ብዩቱብ ዳሃይ ትገብሩ ክድውሉ ብጣዕሚ ቀኒኹም ኢኹም እዚ ሞቆት እዚ ንነብሰ ጾር ኣይኮነን ንሕና ከማን ምኽኣል እንዳሰኣናዮ ከመይ ትኽእሉ የደለኽ እንዳበልኩም ብጣዕሚ ተሻቂልኩም ክቡራት ኣሕዋተይ ሻላ ጸሎትኩም ክብሪ ንእግዚኣብሔር ይኹን ብርትዑ ብጣዕሚ ሙቀት ዘለናዮ ቀሊል ነገር ኣይኮነን እዩ ብርታዐ ኣለዎ እዩ ግን ኣብ ትሕቲ ፈጣሪ ከኣ ድሓነ ማይና እንዳተሓጸብና ዝሑል ማይና እንዳሰተና ጽቡቅ ኣለና ማለት እዩ እምበኣር ንሎማዓንቲ ንምሕረስየይ ዝኾነኒ ኣዝዩ ጽቡቅ ጽቡቅ ዝኮነ ጠስሚ ክንሰርሕ ኢና ብሓንሳብ ኬና ማለት እዩ። ኣብዚ ትርእይዎ ዘለኹም እዚ ጠስሚ እዚ ብጣዕሚ ዝበለጸ ዝጸረየ ከምዚ በሊዕኻዮ ከቢድ ኣይኮነን እዩ ኣዝዩ ፎኪስ ኣነ እዚኤን እየ ዝጥቀም ካልእ ቀይረ ኣይፈልጥን እየ ብጣዕሚ እየን ጽቡቃት ኣብዚኣ ከኣ ድስቲ ኣለትኒ ዓባይ ድስቲ እያ ኩሉ ቀመማት ዘሎ ኩሉ ብሓንሳብ ተዋሂዱ ነንኣሽቱ ድስቲ ጌርና ኣብ ክልተ ገለ ካብ ንገብር ኣብ ሓንሳብ ኩሉ እቲ ቀመምን ገለን ዓቐን ምንታን ከብለልና ማለት እዩ እዚ ክብራት ኣሕዋተይ ብእውነት እግዚኣብሔር ኣምላኽ ሲ ይጣበበልካ እዩ ቅድሚ እዛ ሙቐት ከይጀመረት ከላ እንዴ ኣዳልየዮ እምበር ሕጂ በዚ ሙቐት ዘይሕሰብ ነገር እዩ ከምዚ ጌርካ ኣይኮነንሲ ብጣዕሚ ኢኻ ሓሙሽተ ደቂ ኣብቲ ክሽነ ጠጠው ክትብል ኣይትኽእልን ኢኻ ረስኒ ናይ ክሽነ ወሊዕካ ኣይኮነስ ኩሉ ነብሲ እዩ ሙቐት ኮይኑ ዘሎ ማለት እዩ ሕጂ ክቡራት ኣሕዋተይ ብዛዕባ ንሕርሲ ዝምልከት ብዙሕ ቪድዮታት ቅድሚ ሕርስና ድሕሪ ሕርስና ዝኾንና ብዙሕ ቪድዮታት ሒዘልኩም ክመጽእ እየ ከምዚ ትርእዩና ዘለኹም ንምሕረስ ኢና ኢና ነዳሉ ዘለና ማለት እዩ እቲ ኣደይ ማርያም ሰላም ትምፃእ ክትዝብል ብእውነት ኣብ ኩሉ ኣብ ኩሉ ትረፍዶ ከምዚ ቪድዮታት ሒዘልኩም መፅየ ዋላ ኣብዚ ሒዘ ዝመፀኹ ቪድዮ ኢኹም ትምርቑኒ ዘለኹም ማለት እዩ ሳላ ፀሎትኩም ከዓ ክብሪ ንእግዚኣብሄር ሙሉእ ጥዕና ፅቡቅ ኣለኹ ማለት እዩ እዞም ኣሕዋተይ ንኹሉ ሕጂ ቀሊጠ ክምለሰኩም እየ ሰላሳን ክልተን ሃባ ሸሞንተ ሊትሮ ጠስሚ እዩ ኣብዚ ዘሎ ሕጂ ብዙሕ እዩ ዘሎ ግን ከምዚ ካብ ዘይቲ ንፀብሕ ንጥዕናና ጠስሚ ዝበለጸ ስለ ዝኾነ ሕጂ ንምሕረስ ጥራይ ዘይኮነ ኣብ ኩሉ ግዜ ከም ትርእዩኒ ክሰር ክኽልስ ከሎ ከምዚ ሕየ ዝኽልስ ምክንያቱ ኣብ ክንዲ ዘይቲ ዘይቲ ቁሩብ ይጥቀም ሽዑ እንታይ ዝበሃል ከዓ ይገብር ከም ትርእይዎ ዘለኹም ኩሉ ቅልጥልጥልጥ ኣቢለዮ ኣለኹ ማለት እዩ እዚ ሕጂ ክቡራት ኣሕዋተይ ብጣዕሚ ምጉዳል ዋጋ ይገብር እዩ ምጉዳል ዋጋ ክገብር ከሎ ኣብዚ ሓቢልና ክንገዝእ ክንክእል ኣሎና ማለት እዩ። ሽዑ ካብቲ ዘይትታት ንገብር ከኣ እዚ ጠስምና ክንጸብሕ ንኽእል ኢና ማለት እዩ። ኣብቲ ጸብሒ ንሰርሖ ዝኾነሲ ግድን ንምሕራስ ዘይኮነ ከምዚ ትርእይዎ ዘለኹም ምኽኽ ክሳብ ዝብለልና ብፍላይ የሕዋተይ ሰላመይ ጌና ከለኺ ቀመም ክቕልውልውልው ኣቢልኪ ዝሓፍተይ ፍርጅ ግበርዮ ደሓን ሓዱሽ ክኾነለይ ገለ ተይለ ኣይሃስስን እዩ እቲ ጨና ናይ ቀመማት ተቐልዩ ኣብ ፍሪጅ ተተቐሚጡ ገለየን ዝብላኒ ነይረን ማለት ሕጂ ከኣ ቅስን ክትብላ ኢኽን ዘን ሕዋተይ ተዓዘብተይ እውን ናህተይ ፋሚለይ ማለት እዩ ብእውነት ከምዚ ብፍላይ ምዚ ሕጂ ዘቐንናዮ ሙቐት ገለሲ እቲ ናሃትኩም ምርቓት ናሃትኩም ኢነርጂ በቃ ብጣዕሚ ኢኻ እንታይ ዝበሃል ዝኾነካ ሓይሊ ዝኾነካ ማለት እዩ ኮላትኩም ሕጂ ክቡራት ኣሕዋተይ ኣብዚ ኣዳልዮ ዘለኹም ፃዕዳ ሽጉርቲ፣ ቀይሕ ሽጉርቲ፣ ጅንጅብል ኩሉ ከምዚ ናይ ዓዲ ንብሎ ኣብ ዓድና ምሸለኩም ኦሪጂናል ዝኾነ ምክንያቱ ኖርማል ፃዕዳ ሽጉርቲ ተምፂና ኖርማል ሽጉርቲ ጅንጅብል ተምፂና እቲ ናህቲ ሽታ እቲ ናህቲ ጣዕሚ ብጣዕሚ ሃሳስ እዩ ማለት እዩ ሕጂ ኣብዚ ቀመማተይ ከኣ ኣዳልየ ኣለኹ ሬዲ ገይረዮ ኣለኹ ሓደ ፍንጃል ኣብዚ ካሙን እዩ ኣዳልዮ ዘለኹ ሓደ ፍንጃልን ዳርጋና ክልተ ፍንጃል ዝኾን ከኣ እዚ ሰሰክ ሰሰክ ግድን ኣብ ጠስሚ ክህልወና ክኽእል ኣለዎ ማለት እዩ ዝበዝሐ ሰሰግተ ጌርና ሓደ ፍንጃል ምልእ ዝበለ ከኣ እዚ ጸቕዳ ጌረ ኣለኹ ሓደ ፍንጃል ከኣኒ ሸውዓተ ቀመም ጥምዝዝ ማለት እዩ እዚ ሕጂ ብርትዑ ጨኖ ማለት እዩ ኣብዚ ከኣ ኮሰረት ኣለና ኮሰረት ከኣ ኣብዚ ኣሎ ሓደ ፍንጃል ዕርይ ምልእ ከይበለ ዝኸውን እንደጋና ኸዓ ካዕካዕ ከም ዝርእይዎ ዘለኹም ሓደ ፍንጃል ካዕካዕ እዚ ጸሊም ከዓ ኣበሱዳ እዩ ሓደ ፍንጃል ኣበሱዳ ኣብዓኸ ከዓ እታ ዘይተተረፈ ጠስሚ ማለት እዩ ኣብዓኸ ከዓ ክልተ ፍንጃል ገይረ ኣዳልየ ኣለኹ። ኮረሪማ ኸዓ እቲ ቅላጡ ክንጥቀመሉ ኢና፣ እቲ ናይ ውሽጢ ኸዓ ክንጥቀመሉ ኢና። ሕጂ ንዓኡ እቲ ክሳብ ዝስለ ዝመከለይ እቲ ቀሊጠ እቲ ናይ ካዕካዕ ዘሎ ውሽጡ ዘሎ እቲ ኮረሪማ ዘሎ ጻዕዳ ሽጉርቲ ኩሉ ቀላሊጠ ቀስ ኢለ ክመፀኩም እየ ማለት እዩ ብእውነት ክብራት ኣሕዋተይ እዚ ሙቐት ከይጀመረ ከሎ ብጣዕሚ ከምዚ ሙሉእ ሓይሊ በቃ ኢነርጂ ዝስማዓካ ኣቐዲመ ከዓ ትረፍደ ሰብ ብዙሓት የሕዋት መፂና ክንሕግዘኪ ሓርጭ ዶ ጠስሚ ዶ ኣብ ተብሉሉ ግዜ ብዙሓት ኣሕዋት ብእውነት ኣብ ሕርስን ጥንስን ዘሎ ክንተሓጋገዝ ክንደጋገፍ ኣለና ዝብል ልክዕ ብዙሓት የለናንየን ግን ክብሪ ንእግዚኣብሄር ይኹን ሙሉእ ጥዕናይ ኣብ ውላድኪ እዚ ሽግር ኣለ ኣይተባሃልኩ ኣብ ነፍሰይ እውን ከምኡ ክሳብ ሕጂ ንእግዚኣብሄር ክብሪ ይኹኖ ሙሉእ እንታይ ዝበሃል ስለ ዘለኒ ባዕለይ ገይረየሲ መሊሰ ከዓ ታይ ይገብር ኣለኹ ሞራል ክትገብራ ዘን ኣሕዋተይ ነብሰ ፆራት ዘለኽን ወላዲት ኣምላኽ ክንዲ ኩሉ ነገር ክንኮና መድሃኒኣለም እቦይ ቡነት ብሰላም የጋላግልክን ብዙሓት ኣለኽን መሰንጀር ነብሰ ፆር ኣለኹ ኣልኣንን ገሌልክን ትፅሕፋለይ ሕጂ ከምዚ ጌርና ከዓ ሰሪሐልክን ቪድዮ ከማን ሰሪሐ ሕጂ ነብሰ ፆር ኮይንካ ቪድዮ ክትሰርሕ ማለት ኣድካሚ እንድዩ ግን እግዚኣብሄር ይመስገን ደሓን ስለ ዝጸናሕኩ። ሕጂ ጠስሚ ብዙሕ ሰሪሐ እየ ዘለኹ፣ ብዙሕ ብማይ ጌረ ጠስምን ጸባን ዝፈለኹዎ ኣሎ ክትርእይኦ ትኽእላ ኢኽን። ሕጂ'ዚ ክፈልዮ ኣይክእልን እየ ምኽንያቱ ብማይን ጠስን ፈልየ ኣቃሚምካዮ ሰለስተ መዓልቲ ኣርባዕተ መዓልቲ ኣብ ፍርጅ ኣቐኒኻ እዚ ሕጂ ንውሕ ስለ ዝበለ እቲ ዓፍርታይ ጌረ ኣለኹ ከምዚኣ እናገበርኩ ፍርይ ከብላ እየ። ሕጂ እዚ ኮረሪማ ከኣ ኩሉ ግዜ ከኣ እዚ ቀመማት ብፍላይ ናይ ጠስሚ ክንገብር ናይ ድለ ክኾን ከሎ ቁልው ተቢልና ጸገም የብሉን እዩ እዚ እንታይ ዝበሃል ኮይኑ ግን ናይ ጠስሚ ግን ጥራይ ንእሽተይ ትጨንኡ ንክወፅ ማለት እዩ ሕጂ ሽጉርቲ ፃዕዳ ጅንጅብል ሚእትን ዕስራን ግራም ዝኾን ጅንጅብል እየ እቲ ዓፍራ ናትኩም ትሪኦ ዘሎ ግፍፍ ከቢለ ውፅዮ ኣለኹ ፃዕዳ ሽጉርቲ ከዓ ከም ዝረኣኹሞ ብርቱዕ እዩ ግን ጨንኡ ኩሉ ተጠቒመሉ ዘለኹ ዋላ እቲ ጅንጅብል ዋላ እንታይ ዝበሃሉ ማለት እዩ ሕጂ እቲ ዓቐን ብዙሕ ስለ ዝገብሮ ዘለኹ ኣነ ኣብዚሐ እየ ዝገብር ዘሎ ከም ትሪእዎ ዘለኹም ሰለስተ ኪሎ ክልተ ኪሎ ተኾይኑ ኸዓ እንዳራእና ነዚ ቪድዮ ዓቐን ቅንስ እናበልና ማለት እዩ ነቲ ቀማማት ከዓ ብማንካ ክንጥቀም ንኽእል ኢና ሓደ ማንካ ክልተ ማንካ ናይ ውሑድ ተኾይኑ ወይ ፍርቂ ፍንጃል ርብዒ ክንጥቀም ንኽእል ኢና ማለት እዩ ሕጂ እቲ ቀመማት እንታይ ይገብር ኣለኹ ኮረሪማ እዚ እንታይ ዝበሃል ከዓ ማለት እዩ ዝሕምሶ ዘሎ ክትትርርትር ዝበለ ክጥሕኖ ከለካ ዘሸግረካ ንሱ ብሓንሳብ ኣቀቀዲመ ብሓንሳብ ክብሎ እቲ ፎኪስ ፎኪስካ ብሓንሳብ ክቆልወ ህድእ ዝበለ እንዳገበርኩ ከምዚ ትርእይዎ ዘለኹም እንዳገበርኩ ሕጂ ሰሰግን እንታይ ዝበሃልን ኮሰረትን ብሓንሳብ ይገብሮ ኣለኹ ኖርማል ጽሉው ጽሉው በቃ ከምዚ ናይ ፀሓይ ዓይነት ጌርና ይገብሮ ማለት ስለዚ ክቡራት ኣሕዋተይ እዚ ቪድዮ ክሳብ ሕጂ ላይክ ተዘይጌርኩምሉ ላይክ ናይ ግድን ትገብሩሉ ኣለኩም ናይ ግድን ጥራይ ዝብለኩም ናይ ግድን በቃ ተኣዛዚና ኢሎም መዓንቲ ክቡራት ኣሕዋተይ ምክንያቱ ነፍሰ ጾር ኮይንካ ቪድዮ ክትሰርሕ ኩሉ ኤዲት ክትገብር ጠፊእኩም ኣይኮነን ንዓኹም ዘማህተ ይርድኣኩም እዩ ስለዚ ኣይትረስዑ ሕጂ ብዚ ከኣ ትርእይዎ ዘለኹም ከኣ እንታይ ዝበሃል ገይረ ኣለኹ ብሓንሳብ ገይረ ከኣ እዚ ከኣ ሕምስ ሕምስ ሕምስ ሕምስ የብሎ ኣለኹ ማለት እዩ ክንጥሕኖ ከለና ከኣ ከምዚ ድኽም ዝበለ ከምዚ ናይ በርበረ ክንድለ ከለና ዘይኮነ ወይ ከኣ ናይ ቀመማ ፀብሒ ክነዳሉ ዘይኮነ ከምዚ ፍግእ ፍግእ ዝበለ ዕር እዩ ዕር ድኽም ዘይኮነ ሲ ኣብ ሰለስተ ኣርባዕተ ጭድጭድ ዝበለ ተኾይኑልና ከኣ ምክንያቱ ኣብኡ ጦቕ ኢሉ ስለ ዘብል እንዳነትዐ እንዳነትዐ ስለ ዝኸይድ ጸገም የብሉን እዩ። ብኡነት ከምዚ ጌርና ብዙሓት ኣሕዋት ኣለኽን ከምዚ ጻዕዳ ሽጉርቲ ጥራይ ዶ ኣብዓኸ ጥራይ ዶ ቀመም ብዙሕ ኣይንእቱን ገለመለ ኣገዳሲ ኣይኮነን ይገለ ትብላ ኣለኽን ኣነ ዝጥቀመሉ ኣብ ገዛይ እንዲ ሸር ዝብለክን ግን ቀመማት ከምዚ ጌርና ተቢልናዮም ሃነነነነን እንዳበለ በቃ ሽቱን ገለን ብጣዕሚ ኣዝዩ ደስ ኢሉ እኮ ኢኻ ንኽትበልዖ ከለኻስ በቃ ሸውሃትካ ክፍት ዝበለ ምክንያቱ ዋላ ሓደ እዚ ካብ ናይ ዓድና መፍለይ የብሉን ጣዕሙን እቲ ጠስሚ ከም ዝበልኩም ክባር እዩ ኣርባዕተ ቅርሺ በቃ ሰለስተ ቅርሽን ቴስዓን ትሽዓተን ኣርባዕተ ቅርሺ እዩ ንሓንቲ ሓባ ድሽየጥ ክኸብር መዓት ግን ምጉዳል ዋጋ ይገብር እዩ ቅርሽን ሰብዓን ይበፅሕ ቅርሽን ኣብዚ ሕጂ ክንደይ ኣነ ገዚኤ ብቅርሽን ኣርባዓን ገዚኤ እዮ ናይቲ ኤብ ኣይነበረን ብኤብ ተኮይንካ ክንደይ ነይሩ እስከ ቅርሽን ቅርሽን ዓሰርተ ሓደን ገለ ነይሩ ብጥራይ ኢኻ ዳርጋሲ ገንዘብ ከፊለ ኣለኹ ትብለይ ትኽእል ኢኻ ማለት ርብዒ ትሕቲ እንታይ ዝበሃል ማለት እዩ ትሕቲ ፍርቂ ሕጂ ቀመማትና ኩሉ ጌረዮ እንታይ ጌረ ኣለኹ ከኣ ህሩድ ቁሩብ ህሩድ ጌረሉ ኣለኹ ማለት እዩ እንደጋና ከኣ እቲ ናይ ኮረሪማ ትቕራፍት ከኣኒ ምስኡ ዘሎ ብርታ ዓጨና ምስኡ ዘሎ ትሕዝቶ ቀመም ከዓ ብጣዕሚ ፅቡቅ እዩ ኣብኡ ኮለ እትየየ ኣለኹም ከም ትሪእዎ ዘለኹም ፅቡቅ ገይሩ ሓዊ ከርሚ ህድእ ኣቢልና ከምዚ ከኣ ከይሓረና እቲ ቀመም ሕራር ሕራር ምንታን ከይጥዕመና እንታይ ደኣ ንመሕረሲየይ ከምዚኣ ትርእይዋ ዘለኹም ሃነንን ዝበለት ክሽንሽንሽንሽን ዝበለት ናይ ወሓላሉ ሰላመይ ወሓለ እንዳበልኩ ባዕለይ ኣባኹም ከይበጽሐ ንስኹም ከዓ ትቕብል ኣቢልኩም ከምኡ ማለት እዩ ብዝኾነ እንታይ ገይረ ዝጸኒሐ ዝቐይሕ ዝረኣኹሞ እዚ ቀይሕ ዝረኣኹሞ ከኣ በርበረ ዩ ቆርቱለይ ጌሮም በርበረ ከኣ ኣብ ኣፍሪቃ ከለና ንጥቀም ኔርና ዳርጋ ኣብዚ ክንዲ እንደ ጌረ ተጠቂመ ይፈልኔ ግን ቁሩብ ጌረሉ ጸኒሐ ማለት ዩ እዚ ከኣ ሓርጭ ከም ትርእይዎ ዘለኹም ከመይ ጌረ ዳልየዮ ንምሕራስና ሕጂ እዛ ጠስመይ ከምዛ ትርእይዋ ዘለኹም ህድእ ኢላ ክሳብ ትሰማምዓ በዛ ጎኒ ምክንያቱ ግዜ ጾም ኢና ዘለና ሽሮ ሽሮ ስልቲ ዝኾነት ሽሮ ይሰርሕ ኣለኹ፣ ሳላጣ ከኣ ምስኣ። እዚኣ ዝሕል ክሳብ ትብል ክምስሐ ማለት እዩ። ተመሲሐ ከኣ ሽዑ ናብቲ ጥርሙስ ከኣ ንመላልኦ። ተማሳሲሐ ንእሸይ ዕርፍ ኣቢለ ዝግ ኢሉ ኩሉ ከማና ዳርጋስ ከምዚ ኢላ ምሕፋስ ዓይነት ገጹ ከይዱ ኣሎ እምበር ከምታ ርሽምቲ ዝኾን ጽሩይ ዓይነት ቀጢን ዕሪ ምኾነ ነይሩ። ቁሩብ ግን ደሓን ምስ በላዕኻ ከኣ ክትስተይ ትኽእል እንዲኻ ኣቢሎ ማለት እዩ። መትሓዚና ኩሉ ግዜ ጥርሙዝ እንተኾነ ተመራፂ ምክንያቱ ኣብ ጥርሙዝ ተኾይኑ ኣብ ጎማ ክባላሸወና ይኽእሉ ኣብ ጥርሙዝ ተኾይኑ ኣይባላሽን እዩ እንደገና ከዓ ሕጂ ከዓ ኣብ ፍርጅና ንገብሮ ኣብ ፍርጅና ንገብሮ እዚ ሓርጭ ከመይ ገይር ሓሚሰዮ ኣብ ቀፃሊ እውን ሒዘልክን ክመፅዮ ብዙሕ ነገራት ኣሎ ሎሚ ተዘይፀነስክን ፅባሕ ትፀንሳ ሕርሲ ጥንሲ መኻይድና ስለዝኾነ ዘን ሕዋተይ ፈጣሪ ኸዓ ብእውነት ፍረ ብርክኽን ይሃብክን ንተን ውላድ ዘይብልክን ከዓ ውላድ ትደልያ ከዓ እግዚኣብሔር ኣምላኽ ሓሳብ ልብኽን ያስምር ኣቢሉ ብእውነት ዝሕቀፍ ውላድ ጥዕና ዘለዎ ውላድ ይሃብክን እግሪ መገደይ እንዳበልኩም ከምዚ ትሪእዎ ዘለኹም ኣብዚ ኣፅርያ ኣለኹ ምዛ ሓለ ንፅባሓይቲ ገለ ኣብ ፍርጅ ክግብሮ ምክንያቱ ናይ ሙቐት ወርሓት ስለ ዝኾነ ኣብ ፍርጅ ተገርናዮ ንነዊሕ ይፀንሓልና ከይተባላሸወ ኩሉ እምበኣር ንሎም መዓንቲ ብዚ ክኣኽለኒ ጀሚረ ክሳብ ዝውድእ ዝተኸታተልክምኒ ካብ ልቤ ዘመስግነኩም ብካልኦት ክሳብ ዝምለሰኩም ጥዕና ኣብ ዘለኹም ሰሰናይ